ደሓን ዶ ቀኒኹም ክቡራት ተኸታተልቲ ከመይ ቀኒኹም ክልተ ሰሙን ኣዕሪፍና ቀኒና ተመሊሰኩም ኣለኹ ሎሚ ውን ከም ወትሩ ዝተፈላለዩ ጋይሽ ኣብ ዝተፈላለየ ኣርእስቲ ሒዘልኩም መፅየ ኣለኹ ጋሻና ዶክተር ሉላ ገብርሂወት እያ ዶክተር ሉላ ላዕለዋይ ሓኪም ናይ ውሽጢ ኣንዛዒ ማለት ኢንዶክራይን መጥባሕቲ ሲኒየር ፊዚሽን ኦፍ ኢንዶክራይን ሰርጀሪ እያ። ሎሚ ኣብ መደበይ ጋሻ ክትከውን ዓዲመያ ኣለኹ። ንናይ ትምህርቲ ድሕረ ባይታኣ፣ ናይ ስራሕ ዘለዋ ደረጃን ናይ ትምህርቲ ናይ ስራሕ ኩሉ ተመክሮ ናይ ህይወታ ክትዕልለና ዓዲመያ። ምሳና ኣብ ስቱድዮ መፅያ ክትዕለና ፍቓደኛ ኮይና ኣላ። ብስምኩም እናመስገንኩ ነቲ ንሎሚ ኣዳልዮ ዘለኹ ምስ ዶክተር ሉላ ገብረሂወት ዘካይዶ ዕላል ናብኡ ክወስደኩም እየ ዶክተር ሉላ እንቋዕ ደሓን መጻእኪ ከመይ ኣለኺ?
ጽቡቕ ደሓን ደለኺ? ደሓን መጀመርያ ደስ ይብለኒ ምሳይ ኣብዚ ፍቓደኛ ኮንኪ ክተዕልልና ምምጻእኪ የቐኔለይ ከምዚ ክትሰምዕኒ ዝጸናሕኪ የላልዮም ጸኒሐ ከምዚ ኢላ ዶክተር ሉላ ናይ ከምዚ ተማሂራ ይብሎም ጸኒሐ ደስ እዩ ዝብለካ ኤርትራዊ ዝተማህረ ኣብ ገለ ደረጃ ክትሪኦ ከለካ ኣነ ደስ ኢለኒ ጓል ከዓ ምዃንኪ ሕጂ ባዕልኺ ክትላለዮም ንሰማዕትና ናይ ድሕር ንእሸይ ብዛዕባ ነብስኺ ኣላለዩና ኦኬ ኣነ ልኡላ ገብሪወት ይበሃል ብንእሽተይ መፅየ ካብ ኤርትራ ሰማንያን ሽዱሽተን መጺና ናብዚ ሽዑ ትኽ ኢልና ናብ ቤት ትምህርቲ ኣቲና ቀዳማይ ክላስ እወ ብዘይ ጀርመን እወ ካብኡ ኣብኡ ጽቡቕ ጀርመን ተማሂርና ካብኡ ኣቢት ወገረ እዚ ሃይ ስኩል ወዲእኪ እወ ያ ዳን ሜዲሲን ተማሂረ ኣብዚ ኣብ ፍራንክፉርት ኩሉ ካብኡ ወዲኤ ክልተ ሽሕን ሸውዓተን ድሕሪኡ ስራሕ ጀሚረ ሕጂ ኣብ ቢጋ ሆስፒታል ዝበሃል ኣብ ፍራንክፉርት ናይ ኤንዶክራይን ሰርጀሪ ይሰርሕ ክፍሊ መጥባሕ ትሰርሒ ኦኬ እቲ መጀመርያ ዝመፃእከምሉ ከም ዝበልክኒ ቀዳማይ ክፍሊ ኣትኺ ምፀ ምስ በልኪ ከመይ ትዝክርዮ ዶ ቁሩብ ከመይ ኔሩ እቲ ቋንቋ ወላ ሓንቲ ከይፈለጥካ መጺኻ ናብ ትምህርቲ ዳይረክት ምእታው እሞ ጀርመን ከኣ ሓያል እዩ ከመይ ኔሩ? ያ ከቢድ እዩ ኔሩ ሽዑ እንታይ ወላ ሓንቲ ኣይርድኣናን እዩ ኔሩ ንስ እቶም ተማሃራን ከማን ንዓና ኣይርድኡናን እዮም ኔሮም ካብኡ ኣብ ኤርትራ ከማን ትምህርቲ ካብ ጀርመን ይፋለ እዩ እወ ኣብ ኤርትራ እንታይ ኩላ ብሓንሳብኻ ትመሃር ዋላ እቱ ኣቑሑ ብሓንሳብ ትማቐሎ ኣብዚ ግን ኩሉ ቆልዓ ነንበይኑ እዩ ናቱ መፅሓፊ ሒዙ መፅእ ሕጂ ንሕና ስለዘይንፈልጦ ኣብቲ ጣውላ ዝነበረ ንወስድ ነርና ካብኡ እቶም ቆልዑ ይበኽዩ ንሕና ኣይርድኣናን እዩ ነይሩ ግን ብንእሽቶኻ እንድሕር መፂእኻ እቲ ጀርመን እቲ ቋንቋ ኣብ ዝኾነ ቀልጢፍ ከኣኻ ትመሃሮ ደሓር ከዓ ንዓና ወፃእተኛ ከማን ናይ ጀርመን ትምህርቲ ምስ ወዳእና እቲ ናይ ጀነራል ትምህርቲ እንታይ ድሕሪ ቀትሪ ጀርመን ይምህሩና ነይሮም ናይ ምሸት ሽዑ ቋንቋ ይምህርኹም እወ ሽዑ ቀልጢፍና ጀርመን ክኢልና ኣብ ናይ ካልኣይ ክንሓልፍ ከለና ጀርመን ኪኑና ዮም
ጽቡቅ ቀልጢፍኩም ኢኹም ኣቲኹም እቲ ብቆልዓኻ መጺኻ ቀልጢፍካ ኢኻ ቋንቋ ትለምድ ጽቡቅ ሓቂ ማለት እዩ good ብድሕሪኡ ሜዲሲን ኣጽኒዐልክኒ ሕክምና ማለት እዩ ተማሂርኪ ከመይ ነይሩ ድሕሪኡ ዝቐጽለ እንታይ እንታይ እንታይ እንታይ ተማሂርኪ

ይሓልፍ ማለት እዩ ሕጂ ድሕርኡ ኣርባዕተ ዓመት ኣብ ናይ ሆስፒታል እንዳሰራሕካ ከምዚ ፕራክቲስ እንዳገበርካ ትሓልፍ ብግብሪ እንዳተምሃርካ ኬትካ ትፍትኖ ኢኻ ሽዑ ከዓ ኣብ ክላስካ ትምሃር ኢኻ ማለት ይፈልይዎ እዮም ሽዑ ከማን ናይ ሰርጀሪ ይፈልይዎ ናይ ኢንተርነ ሜዲሲን ይፈልይዎ ናይ ዓይኒ ናይ እዝኒ ኩሉ ናይ ኣንስቲ ናይ ቆልዑ ኩሉ እኻ ትመሃር ንቐዲም ካብኡ ኣብኡ ከለኻ ከማን ንዓኻ ዘድልየካ ክትሓሪ ትኽእል ኢኻ ወይ ከዓ ነቱ ኢንትረስቲንግ ዝገብረካ ምሽ ዝምስጠካ ካብኡ ንሱ ከማን ኣብ ዕርፍቲ ኣለና ሰለስተ ወርሒ ንምሃር ሰለስተ ወርሒ ዕርፍቲ ነይሩ ሕጂ ኣብቲ ዕርፍቲ ከማን ፕራክቲስ ክትገብር ኣለካ
ኣርባዕተ ወርሒ
እዞም ኣብ ትምህርቲ ላዕሊ ዝበፅሑ ኩሉ ግዜ ክነግሩካ ከለዎ ሕክምና ከቢድ እዩ ትምህርቲ ብርቱዕ እዩ ብዙሕ ግዜ የድልዮ ይብሉካ ካብቲ ካልእ ትምህርቲ ክትሪኦ ከለካ ወላ እውን ተሪኢካዮ ሕይል ዝበለ ሰብ እዩ ናብኡ ዝኣቱ ከመይ ነይሩ ከማን
ከምኡ ክትጅምር ከሎ ከማን ኩሉ ሰብ ዓሰርተ ዓመት ክትመሃር ኢኺ ኣብኡ ክትኣርጊ ኢኺ ይብሉኒ ነይሮም ኣሃ ያ ደሓን ክዕቅኖ እያ ኢለዮም ኣደይ ከማን ኢልሃኒ ዓሰርተ ዓመት የድልየኪ እዩ ከቢድ እዩ ከቢድ እዩ ትኽእል የልኺ ያ ክዕቅነ የለ ካብኡ ግን ኣብኡ ምስ ኣተኻ ግን ንዓ ስለ ደስ ዝብለካ ኢንትረስቲንግ ስለ ዝገብረልካ ኩሉ ቀሊል ይመስለካ ብዙሕ ክተፅንዕ ኣለካ ያ ኣፅኒዕኻ ግን

ብጣዕሚ ደስ ዝብል ደረጃ እዩ ግን ናይ ትምህርቲ እዋን ከምዚ ትምህርቲ ምስ ተወድኤ ድሓር ስራሕ ምድላይ ዝበሃል ኣሎ ሕጂ ትምህርቲ ምሻ ኣሎ ከቢድ እዩ ትምህርቲ ከቢድ እዩ ስራሕ ምድላይን ኣብቲ ልክዕ ቦታ ክትሰርሖ ትደሊ ዘይምርካብን ከ ኣሎ ከምኡ ከ ከመይ እዩ ነይሩ ንዓኺ ኣነ ከምኡ ክብል ኣይክእልን እየ ማለት ኣብቱ ድሕሪ እቱ ትምህርቲ እቱ ናይ እንታይ እሞ ቲዮሪ ምስ እወ ወዳእካ ቲዮሪ ምስ ወዳእኪ ዓመት ፕራክቲስ ትገብር ኢኻ እወ ሕጂ ኣብ ሆስፒታል ኢኻ ትገብሮ ምሉእ ዓመት እ፣ ኣርባዕተ ወርሒ ናይ ሰርጀሪ ኣርባዕተ ወርሒ ናይ ኢንተርናል ኣርባዕተ ወርሒ ኸኣ ባዕልኻ ዝሓረኻዮ ሕጂ ናተይ ናይ ኖይሮሎጂ እዩ ነይሩ ሽዑ ምስ ወዳእካ ከማን እቲ ዝደለካዮ ምሽ ትፈልጦ እካ ካብኡ ኣፕላይ ትገብር እወ ያ ግን ስራሕ እወ ስ- እቲ ስራሕ ተመልክት- እንተደሊካ ተመልክት እያ። እወ እወ ካብኡ ግን ኣብቲ ሆስፒታል ኣነ ዝገበርኩ ኣብቲ ብገ ሆስፒታል ኣብቲ ዘለኹዎ እየ ቱ ፕራክቲስ ገይረ ሕጂ ኣብኡ ከለኹ ከማን ቱ ዋና ዝነበረ ይሓተኒ ነይሩ እንታይ ትደልዪ እንታይ ትደልዪ ካብኣ ንኸማን ይብሎ ነይሩ ኣይፈለጥኩን ድሓር ከዓ ከዕርፍ እየ ንቐዲም ኢለዮ እቱ ሕጂ ፈተና ምስ ወዳእና ከዕርፍ እየ ዓመት ወይ ክልተ ዓመት ከዕርፍ ክሰርሕ ኣይደልን እየ ኢለዮ ካብኡ ንሱ ግን እንታይ ኢለኒ ንሃይን ክትፅበይ ይብልክን ካብኡ ኣብ ገለ ረኺቡኒ ከዕርፍ ከለኹ ምስ ወዳእኹ ኣብ ከተማ ረኺቡኒ እንታይ ትሰርሒ ኣለኺ ኢሉኒ ኣይሰርሕን እየ ናትኪ ቱ ኣፕላይ ስደድለይ ኢሉኒ ሕጂ ሰዲደሉ ካብኡ ዳርጋ ወርሒ ኣይገበርናን ስራሕ ሂቡኒ ሕጂ ከምኡ እየ ኣትየ ከምኡ ኢኻ ድሓርስ ኣትየ ኣነስ ዘለኻ። ኣየ- ኣየናደኹን ስራሕ ኦኬ ግን
እ፣ ይፈልጠ እየ ካልእ እም፣ ከናድዩ ከለዉ ከቢድ ከም ዝኾነ ብሕልፊ ወፃእተኛ እንድሕር ኮንካ ድሓር ካብቲ ቋንቋ እንድሕር ዘይክኢልካዮ ኣብዚ ዝዓበዩ ቀሊል እዩ ምስ- ምስኦም እዮም ዝዓብዩ እቲ ቋንቋኦም ከማን ከምኦም እዩ እያ ግን እንድሕር ክትምሃር ጥራሕ እንድሕር መጺኻ ኣለዉ ምሳይ ዝሰርሑ ክምሃሩ ጥራሕ ዝመጹ ካብ ካልእ ዓዲ ንዕኦም ይኸብዶም እዩ ከ ወይ ክረኽቡ ከማን ትስራሕ ኣብቲ ስራሕ ከማን ምሽ ተኣትእኻ ድሓር ከኣኒ ንኩሉ ግዜ ኣይኮነም ዝህቡካ ትስራሕ ማለት ንዓመት ወይ ንክልተ ዓመት ምስ ይህቡካ ኮንትራት ይሓፅር እወ ይሕፅርዎ ካብኡ ድሕሪኡ ይርእይዎ ማለት ይኽእል ድዩ ምስቲ ስራሕ ይኸይድ ድዩ እቲ ቋንቋ ይኽእሎ ድዩ ኢሎም ካብኡ ሃማን ድሕሪ ቅድሚኡ ከማን ክሰድዎ ክእሉ እዮም ወይ ድሕሪ ክልተ ወርሒ ምሳና ክትከይድ ኣይትኽእልን ሃይሎም ይሰድዎ ይኸብድ እዩ ይፈልጦ እዩ ንሱ ከማን እቲ ዓቕሚ እንተለካ ግን ናይ ስራሕ ቦታ ኣሎ ዶ ከምዚ ዓቕምኻ እንድሕር ፅቡቅ ኮይኑ ምክንያቱ ብዙሕ ሰብ ብግምት እንታይ ይብል ፈቲንዎ ኣይብልን ግን ዝዘውር ዘረባታት ኣለዎ ወላ ተምሃር ቦታ የለን ኣብዚ ዓዲ ኣይቡኻን እዮም እንታይ ፅሊም እንዲኻ ወላ ከምኡ ይብሉ ምሻ ኣሎ ከምኡ ኸ ይረአ ዶ ትርኢ ዶ እወ ከምኡ ከማን ኣሎ ማለት ኣብ ዩኒቨርሲቲ ናብኡ ክትኣቲ ቀሊል እዩ ምሽ ኣብትዎ ትገብር ካብኡ ባዕልኻ ትርኢ ናይ ስራሕ እንታይ ክመሃር ደልየልካ ተኣቲ ኣብኡ እንድሕር ወዲእኻ ከማን ፅቡቅ እዩ ግን ኣሎ እንታይ ሞ ሳብጀክት ዝበሃል ምስቱ ናይ መምህርካ ክትሰርሕ ኣለካ ክትዛረብ ኣለካ ሕጂ ንሱ እንድሕር ሪኡ ጸሊም እዩ ወይ ወጻእተኛ እዩ እንድሕር ኢሉ ዝፈልጦ እንድሕር ኮይኑ ኣለዉ ጀርመናውያን ምሽ ከምኡታት ዝብሉ ቀሊል ኣይኮነን ንዕኦም ትምህርቲ ክውድኡ ወይ ከዓ ትምህርቲ ወዲኦም ሲ ስራሕ ክረኽቦም ከምኡ ከቢድ እዩ ይፈልጣ እየን እንታይ ክገብር ኣለዎ እቲ ሰብ ሕጂ ከምዚ በቃ ናይ ዕድል ድዩ ወላ ንስኻ ሞር ክትፅዕር ኣል እንታይ ትገብር የድልየካ ክትፅዕር ኣለካ ግን ከማን ዕድል የድልየካ እዩ ኣነ ዕድል ረኺበ ግን እንድሕሪ ፅዒርካ ከማን ማለት ፅቡቅ እንድሕሪ ንፉዕ እንድሕሪ ኮንካ ሲ ከመይ ገይሮም ክኸልኡካ ትስራሕ
ከተርኢ ኣለካ ፅዒርካ ኣለካ ኩሎም ይብሉ ማለትሲ ጀርመን ደሓን ናይ ዓዶም እዩ ክንድቲ ክፅዕሩ ኣይድልዮምን እዩ ወፃእተኛ ግን ካብኡ ካብቲ ጀርመን ድሕሪ ፅዒሩ ስራሕ ይረከብ
ኣብዚ እዋን እዚ ላዕለዋይ ሓኪም ናይ ውሽጢ ኣንዛዒ ማለት ኢንዶክራይን መጥባሕቲ ወይ ሲኒየር ፊዚሽን ኦፍ ኢንዶክራይን ሰርጀሪ ይኸይ መስለኒ እዚ ሓላፍነት ይሓቀይ ምሽ ማለት ላዕሊ ደረጃ እዩ ከመልኪ ክናብዚ ክትበፅሒ ኸኢልኪ ፅዒረ ማለት እቲ ዋና ንፍዕቲ ኣይሉ ነሆ ግን ማለት ኣነ ከማን እቲ ስረሐይ እንታይ ይብሎ ደስ ስለ ዝብለኒ ማለት ዋላ ሙሉ መዓልቲ ኣብኡ ይውዕል እየ እቶም ካልእ እንታይ ይብሎ ኣህ ሰዓት ኣርባዕተ ኮይኑ ክንወጽእ ኣለና ገለ ንዓይ ግን ቱ ንእሽተይ ከለኹ ከማን ዋላ ስጋብ ሰዓት ሽዱሽተ ይጸንሕ ምሽ ኣሃ ገለ ስራሕ የልዮ ናኸውን ካብኡ እቶም ሰብ ክርድእዎ ኣይክእሉን እዮም ኣጊን ምሽ ዝሓመመ ሰብ ምሽ ይመጽእ መጥባሕቲ የድልዮ እዮም ሕጂ ኣነብኡ ኣለኹ መን ይደሊ ይብሉ ኣነ ስለዝጥራነ ጥራሕ ስለዝኾንኩ ኣነ ኣብኡ ኣቲ ነረ ሰብ ሙሉእ ግዜኺ ሂብክዮ ነቲ ሞያኺ ግዜ ሂብክዮ ማለት ከምኡ ኾነ ድሓር ከዓ ዕድል ገረ ማለት እቲ ሕጂ ዋና ናትና ይፈትወኒ እዩ ኣነ ከማን ፅቡቅ ስራሕ እየ ዝገብር ካብኡ ኮይኑ እቲ ዕድል ሂቡኒ እዩ
ኣብዚ ዓዲ እኳ ከመይ ምዃኑ ኣይፈለጥን እየ፣ ማለት ኣብ ጀርመን ከምኡ ጻዕሪ የድሊ ድዩ ኣየድልን፣ ግን ኣብ ኤርትራ ኮይንካ ብዓይኒ እቲ ኣነ ዛዕባ ኩሉ ሕብረተሰብ ክርእዮ ከለኹስ ጓል ኮይንካ እሞ ኣብዚ በጺሕክዮ ዘለኺ ደረጃ ክንዲ ዝለዓለ ትምህርቲ ክትመሃር ሲ ቀሊል ኣይኮነን፣ ብዙሕ ኢኻ ትጽዕር። ከምኡ ዲኸ ኣብዚ ዓዲ ከመይ ነይሩ ንዓኺ ከም ጓል? ይመስለኒ
ብዙሕ ከም ዝሰራሕኩ ወይ ብዙሕ ከም ዝፀዓርኩ ሓቅኺ ግን ኣብዚ ከማን ናይዚ ከቢድ ኣይኮነን ከም ኣብ ኤርትራ ኣይኮነን ዋላ ኣንስቲ ከማን ኣብዚ ሰሪሐን ከማን ፅዒረን ከማን ናብ ላዕሊ ክበፅሓ ክእላ እየነ ግን ይኸብደለን እዩ እወ ብሕልፊ ከማን እንድሕር ሓዳር ገይረን እንድሕር ቆልዑ ኣለወን ይኸብድ እዩ ማይስ ድሓር ከዓኒ ቶም ቶም ዋናታት ይርእዮመ ምሽ ኣ እዚኣስ ቆልዑ ኣለዋ ክንድቲ ክትሰርሕ ኣይትኽእልን እያ ድሓር ከኣ ቆልዑ ይሓሙ እዮመ ኣብ ገዛ ትውዕል እያ ወይ ከዓኒ እቱ ናታ እቱ ስራሓሲ ኣብዚ ኣይኮነን ዘሎ ኣብ ገዛኣ እዩ ዘሎ ኢሎም ድሓር ናብቲ ላዕሊ ስራሕ ኣይ ኣይመርጽዋን ኣይመርጽዋን እዮም እያ እያ ከምኡ እዩ ወላ ኣብዚ ሲ እተን ትካላት ሲ ከምኡ ይገብራ ማለት እዩ ወላ ሰን ሲ እየ። ኣብ ኣደ ቆልዑ ናብራ ዘለዋ ገለ ክመርጻ ሲ ይሽገራ ያ ብኸምኡስ ማለት ብዙሕ ክስዕር ኣለዋን እወ። ከ- ከ- ነቲ ዋናሲ ከርእዮ ኣለዋን እቲ ገዛኣንሲ ኣብ ገዛ ይ- ይ- ከም ዝተረፈ ከም ያ ዝተረፈ እወ እጂ ናብ ስራሕ እንድሕር መፅአንሲ ስራሕ ጥራሕ ከም ዝገብራ ጥራይ ከም ያ ዝገብራ።

ወይ ኣዚል ወይ ረፊጅ ምሽ ኣሳይለም ሴከር ረፊጅ ስደተኛ ንስራሕ ዝተሰደድካ ወይ ከዓ ዝተሰደድካ ካብ ዓድኻ ወይ ከዓ ሓድሽ ኮይንካ ኣብ ዝኾነ ዓዲ ምስ መፃኻ ክትሰርሕ ማ ብዙሕ ኣለካ ክትዕወት
ብዙሕ ክትገብር ኣለካ ገሊኡ ሰብ ግን ኣይ ዋሕላ ሓንቲ ኣይ ማለት ቀልጢፉ ተስፋ ይቆርፅ ናበይ እሞ ከምዚ ብሕጂ ከምዚ ጀሚረ ከምዚ ክገብር እየ ብሕጂ ገለ ይብል ሕጂ ስኺ ደሓን ብንእሽተይ ኢኺ መጺኺ ግን ካልኦት ብዓበይቶም መጺኦም ክንዲ ዓቢ ደረጃ ዝበጽሑ ሰባት ትፈልጡ ዶ ከመይ እዩ ትብልዮ ኣነስ ኣይመስለንን ኣለዎ ትሰምዖም ኢኻ ሽሞም ገለ ትሰምዕ ኢኻ ኣብዚ ዝሰርሑ ወይ ከኣ ኣብቲ ዩኒቨርሲቲ ዝኣተው ሓደ ከማን ኣሎ መስለን ኣብዚ ጀርመን ኣናቶሚ ፕሮፌሰር እዩ ከማን ፕሮፌሰር እስጢፋኖስ ዶ ይኸውን ፕሮፌሰር እስጢፋኖስ ናብዚ መደብና ክመጽእ ከማን ዓዲምናዮ ኣለና ናቱ መልሲ ይጽበ ኣለኹ
ንሱ ይፈልጦ ካማን ካልእ ከማን ኣሎ ግን ናብ ካናዳ ግዒዙ ከማን ናይ ሳይካትሪ ገናው ከምኡ ንሱ ፕሮፌሰር እዩ ቀይሩ ማለት ንሱ ይፈልጦ ዶክተር ስቲፋኖስ ፕሮፌሰር ስቲፋኖስ ግን ንሱ ይምህረና ስለ ዝነበረ ይፈልጦ ግን ካልእ ኣይፈልጥ ስለዚ ናይ ምስራሕ እምበረይ ኣብዚ መፃእኻ ምፃእ ተሰሪሕካ ስትረክብ ኢኻ ቦታ ትረክብ ኢኻ ቦታ ትረክብ ኢኻ ግን ብዙሓት ከማን ኣይኮነን መስለኒ ከማን ኣብ ጀርመን ይኸብድ እዩ ኣብ ኢንግላንድ ወይ ኣብ ኣሜሪካ ገለሲ ዋላ ኣብ ኤርትራ ተማሂርካ ከማንሲ መስለና ኣብኡ ይቐለልካ እቲ ቋንቋ ድዩ ዋላ ስቱ ዝተምሃርካዮ ከማን መስለኒ ኣብኡ
የወኒ ኣብ ጀርመን ከቢድ እዩ ዋላ ኤርትራ ዘይኮነስ ካልእ ዓድታት ከማን ይኸብዶም እዮም

ንነብስኻ እንታይ ምባሃል ኮንፊደንስ ርእሰ ተኣማንነት ዘለካ ከምኡ ይረኽበካ ሕጂ እንድሕር ዘይተማሂርካ ሲ ላዕሊ ነገር ክትረከብ ኣይትኽእልን ኢኻ ሕጂ ኣነ ክጅምር ከለኹ ሲ ብዛዕባታት ኣይሓሰብኩን ማለት እቲ ትምህርተይ ምስ ወዳእኹ ሲ እንታይ ደስ ይብለኒ ነይሩ ስለ ዝሓሰብክዎ ካብኡ ናይ ሜዲሲን ናይ ሕክምና ደስ ዝብለኒ ስለ ዝነበረ ኣብኡ ኣትየ ግን ኩሉ ሰብሲ ዝደለዮ እንድሕር ዝፈልጦ ኮይኑ ክመሃር ኣለዎ ዋላ ኣብዚ ዋላ ናብዚ መፅኦም ዋላ ኣብዚ ተወሊዶም ተማሂሮምሲ ክፅዕሩ ክእሉ እዮም እያ ትምህርቲ ኢምፖርታንት እዩ ኣገዳሲ እዩ። ያ፣ ኣገዳሲ እዩ እም፣ ብብዝሒ ተሰዲዶም ርኢኺ ኣለኺ ዶ ንኣሽቱ መንእሰያት ብዙሓት ተሰዲዶም ዝመጹ ማለት ስደተኛታት ኣለዉ ሕጂ ኤርትራውያን ኣነ ንባዕለይ ማለት እዩ ደሓን ኣነ እኳ እዞም ገሊኦም ግን ኣዝዮም ንኣሽቱ እዮም ከምዚ ሕጂ ብሕጂስ ክመሃሩሉ ዝኽእሉ ዕድመ ኣለዎም ሕጂ ኣብ ጀርመን ከ ናይ ትምህርቲ ዕድል ዕድላት ወይ ናይ ስራሕ ማዓት ዕድላት ኣሎ ዶ ትብሊ ከምዚ ዓሰርተ ዓመት ክትማሃር ብሕጂ ከምዚ ክትማሃር ነዊሕ ዝመስሎም ቡዛሓት ኣለዉ ሕጂ ከመይ ይመስለኪ ናዓኺ ኣብዚ ዕድመ እዚ መጺኻስ ቡዙሕ ክትገብር ትኽእል ዲኻ ዓሰርተ ሽዱሽተ እንድሕር ኮንካስ ኣብ ዓቢ ደረጃ ክትበጽሕ ትኽእል ዲኻ እንተ ጸይርካ ይመስለኒ ከምኡ ኣሎ ማለት ጀርመን ከማን ክሕግዙ ይደልዩ እዮም ያ ሕጂ ብንእሽቶም ድሕሪ መፂኦም ማለት ቋንቋ የምህርዎም ኣብ ቤት ትምህርቲ ቀልጢፎም ከእትዎም ይደልዩ እዮም ድሓር ግን ባዕሎም ከማን ክፅዕሩ ኣለዎም ኣብ ቤት ትምህርቲ ኣብዚ ጀርመን መፂኻ ሲ ባዕልኻ ክትፅዕር ኣለካ ክትምሃር ኣለካ ያ ግን ዕድል ኣሎ እዚ ብዙሕ ክገብሩ ይደልዩ እዮም እቶም ጀርመን ያ ክሕግዙ ይደልዩ እዮም እቲ ዕድላት ግን ኣሎ ኣሎ ይመስለና ኣሎ ግን እንድሕር በዚሖም ሰብ ከማን እቲ ስራሕ ከማን ወላ ኣነ ምሳኺ እየ ዝሰማማዕ ብዙሕ ዕድላት ኣሎ ወላ ንእሽተይ ዕድላ ሕጂ ቀልጢፍካ ግን ገሊኡ ሰብ ቀልጢፉ ዓብዪ ይፅበ ብንእሽተይ ኣይጀመርን እምበር ንእሽተይ ክትጅምር ዕድላት ኣለካ ኣሎ ያ ሕጂ እቶም ዝመፁ ከማንሲ ዋላ ኣብ ኤርትራ ተማሂሮም ይኾኑ ወይ ከዓ ከይተምሃሩ ከማን ኣብዚ ስራሕ ኣሎ ግን እቲ ዓይቢ ስራሕ ሲ ብዘይ ትምህርቲ ኣይትረኽቦን ኢኻ እወ ያ ከምኡ እዩ ትምህርቲ ከኣ ካብ ታሕቲ ብ- ከይጀመርካ ያ እወ ብንእሽተይ ኣብዚ ታሕቲ ትጅምር እወ ካብኡ ቀስ ኢልካ ት- ትውድኦ ዓሰርተ ሸውዓተ ንኣብነት ዓሰርተ ሽዱሽተ ዓመቱ ሰብ እንተመጺኡስ እዋይ መን ክመሃሮ ሕጂ ገለ ኢሉ ክህከ ከሎስ እ፣ ከመይ ጌጋ- ትርእዮ ክንደ ጌጋ ብዙሕ እዩ። ዕድል ኣለዎ ምሽ ያ። ካብ ስኺ ዝተምሃርክዮ ኣዕሪእኽስ ብዙሕ ግዜ ኣለዎ ዶ ይመስለኪ ንክምሃር እወ ኣለዎ ናይ ፅ- ንእሽቶይ እንድዩ ዘሎ ድሓር ቋንቋ ተማሂሩ ትምህርቲ እ፣ ይገብር ምሽ ካብኡ ዋላ ናይ ስራሕ ይመሃር ያ፣ ኣውስቢልዶም እወ እወ እወ ኣብ ዝብል ከምኡ ናይ ኢሎም- ሞያ ትምህርቲ እወ ከምኡ ገ- ገይሮም ካብኡስ ይሰርሑ ስለዚ ኣሎ ዕድል ዳርጋ ሕተታተይ እንዳወዳእኩ እየ ምሳኺ ትዝክርዮም ሰባት ኣብ ትምህርቲ ድዮም ወይ ምሳኺ መፅኦም ኣብቲ እዋን ሽዕኡ ኣብ መንጎ ሲ መን ክምሃሮ ዝኽሉ እዋን ገለ ኢሎም ዝገደፍዎ ሰባት ትፈልጡ ዶ
እወ ሽሞም ክነግድ ኣይደለኹኣለዉ ኣለዉ ከምኡ እወ ዋላ እቲ ናይ ሕክምና ትምህርቲ ክንጅምር ከለና ዳርጋ ዓሰርተ ፐርሰንት ገለ ይገድፍዎ ዮመ ይኸብዶም እዩ ያ ዋላ ከይጀመሩ ማለት ቀዳማይ ካልኣይ ክላስ ከይሓለፉ በዚሑ ወይ ከቢዱና ኢሎም ዝገድፍዎ ኣለዉ ድሕርኡ ከማን ምሳይ ክልተ ሚእቲ ጀሚሮም መስለኒ ዝወድኡ ምሳይ ተስዓ እዮም ኣዞ ወይ ኣብ ካልእ ይተርፉ ኾኑ ወይ ከዓ ገዲፎሞ ኾኑ ኣይፈልጥን ወላ ኣብዞም ደቂ ዝዓዲ እዩ ዋላ ደቂ ዓዲ ኖ ኖ ዋላ ደቂ ዓዲ ከማን ያ ንሳቶም ከማን ይገዱ ያ ሓቂ ያ ንሳቶም እንታይ መስሎም ኣነ ካልእ ይመሃር ኣኽ ብዙሕ ከማን ምሽ ይጅምሩ ካብኡ ይቕይሩ ክቕይሩ ካብኡ ቱ ዓመታት ይሓልፍ።
ከምዚ ነዕልሎ ዝጸናሕና እዩ ኩሉ ንሎሚ ኣዳልየዮ ነበርኩ ሕቶታት እዚ ከቕርበልኪ ዝጸናሕክዩ ደስ ይብለኒ ምሳይ ምህላውኪ ኣብዚ ስትድዮ ግዜኺ ከኣ ኣብቲ ቀዳም ከዕርፍቲ ከያ ትኸውን ኣብ ዕረፍትኺ ግዜ ኢና ኣምጺእናኪ ዘለና ስለ ዘዕለልክኒ ሓሳብኪ ስለ ዘካፈልክኒ ናይ ሞያ ድሕረ ባይታኺ ናይ ትምህርቲ ድሕረ ባይታኺ ብስም ኩሎም ተኸታተልቲ ኣዝየ ዘመስግነኪ። ክቡራት ተኸታተልቲ ከምዚ ትከታተልዎ ዝጸናሕኩም ናይ ሎሚ ትሕዝቶ ኣብዚ ተዛዚሙ ኣሎ። ንዶክተር ሉላ ገብርሂወት ብስምኩምን ብስመይን ኣብ ስቱድዮ መጺኣ ሞያዊ ናይ ትምህርቲ ድሕረ ባይታኣ ስለ ዘካፈለትና ኣዝየ የመስግና። ኣብ ዝመጽእ ሰሙን ምስ ካልእ ጋሻ ብኻልእ ኣርእስቲ ደጊምና ክንራኸብ ኢና። ክሳብ ሽዑ ግን ሰሰናዩ ንኹልኹም።